ዕዉት ክትከውን ትደሊ ዶ? ንዓወት ከ ብኸመይ ኢኻ ትገልጻ? ዓወት ማለት ከ ንዓኻ እንታይ እዩ? ንኽትዕወት ከ እንታይ እዩ ዘድልየካ? ዓወት ከ ብኸመይ ትርከብ ኢልካ ኢኻ ትሓስብ? እዚኦም ነፍሲ ወከፍና ንነብስና ክንሓታ ዘለና ሕቶታት እዮም። ብዙሓት ሰባት ንዓወት ብዕድል ትመጽእ እዩ ዝመስሎም። ኣብ ገዝኦም ኮፍ ኢሎም ድማ ይጽበይዋ። ገሊኦም ድማ ተመሳሳሊ ነገር እናገበሩ ፍሉይ ውጽኢት ይጽበዩ። እዚ ፍጹም ዘይሕሰብ እዩ። ኣንስታይን ኣብ ሓደ እዋን ንጽላለ ክገልጾ ከሎ እንታይ ኢሉ ነይሩ መሲልኩም? ጽላለ ማለት ሓደ ዓይነት ነገር እናገበርካ ፍሉይ ውጽኢት ምጽባይ እዩ። ሓቁ እዩ። ልክዕ ከምቲ ኣብ መጽሓፍ ቅዱስ ኢየሱስ ዝበሎ ስርናይ ዝዘርአ ስርናይ እዩ ዝዓጽድ፣ ክርዳድ ዝዘርአ ድማ ክርዳድ እዩ ዝዓጽድ። እዚ ዓቢ መልእኽቲ እዩ ዘለዎ። ልክዕ ከምቲ ሓደ ሓረስታይ ብሓደ መዓልቲ ሓሪሱ ሽዑ ንሽዑ ዘይዓጽድ፣ ዓወት ድማ ብሓደ መዓልቲ ኣይትርከብን እያ። ምኽንያቱ ዓወት ናይ እኩብ ተግባራትና ውጽኢት እያ። እምበኣርከስ ንሎማዓንቲ ኣርባዕተ ናብ ዓወት ከብጽሑና ይኽእሉ እዮም ኢለ ዝሓሰብክዎም ከካፍለኩም። ቀዳማይ ቀዳማይ ሕልሚ ይሃልኻ እዚ ቀዳማይ ወሳኒ ነገርን እዩ ሕልሚ ዘይብሉ ሰብ መጻኢ የብሉን ናበይ ከም ዝኸይድ እውን ኣይፈልጥን እዩ ህይወት ድማ ንዑ ኣዝያ ሰልቻዊት እያ ምክንያቱ ኣርሒቑ ዝሪኦ ሕልሚ ስለ ዘይብሉ ኩሉ ግዜ ከማርር እዩ ዝነብር ስለዚ እቲ ኣብ ህይወት ክትኮኖን ክትነብሮን ክትጓዓዞን ትደሊ ዓይነት ህይወት ኣብ ኣእምሮኻ ሰኣሎ ብድሕሪኡ ኣነጺርካ ኣብ ወረቐት ኣስፍሮ። ንግሆን ምሸትን ኣብ መዓልቲ ክልተ ግዜ ድማ ኣንብቦ። ሽዑ ሓንጎልካ ክትገብሮ ከም ዝኽእል ክኣምኖም ክጅምር እዩ። ካልኣይ ኣመኽናያ ኣይትኹን። ኣነ ደኣ ዕድል ዘይብለይ፣ ህይወት ንዓይ የበድላትኒ እያ፣ ሰባት ኣይርድኡንን እዮም። ገንዘብ ተዝህልወኒ ነይሩ ጽቡቕ ስራሕ ተዝረክብ ነይረ ኣብ ዓቢ ከተማ ተዝነብር ነይረ ትምህርቲ ተዝህልወኒ ነይሩ ተዘይከስር ነይረ ስድራይ ሃፍታማት ተዝኾኑ ነይሮም ግዜ ሓገዘናን በጃኻ ኢለካን ካልኦትን ካልኦትን ዝኣመሰሉ ምክንያታት ኣዝዮም ሓደገኛታትን ንቕድሚት ከይትስጉም የእጋርና ብገመድ ኣሲሮም ዝሕዙናን እዮም ኣብ ህይወት ንዘጋጥመካ ነገራት ምሉእ ሓላፍነት ውሰድ። ብሰባት ኮነ ብነገራት ኣይተመኽኒ ወይ ድማ ኣይተሳብብ። ህይወትካ ከተዕብያን ከተውድቓን እትኽእል ንስኻን ንስኻን ጥራይ ኢኹም። ሳልሳይ፣ ነገራት ክትቅይር ቅድሚ ምፍታንካ ነፍስኻ ክትቅይር ፈትን። ምኽንያቱ ንስኻ ንምስትቕየር እዮም ነገራት ዝቕየሩ። ኣተሓሳስባኻን ኣመለኻኽታኻን ኣስተኻኽል። እዚ ሕጂ ዘለኻዮ ኣተሓሳስባ ነዚ ኣብዚ እዋን ትረኽቦ ዘለኻ ውጽኢት ጥራይ እዮም ከምጽኡልካ ዝኽእሉ። ካብዚ ሕጂ እትረኽቦ ዘለኻ ንላዕሊ ውጽኢት ክትረክብ እንተደሊኻ ኣተሓሳስባኻ ኮነ ብቕዓትካ ካብዚ ሕጂ ዘለኻዮ ደረጃ ንላዕሊ ክኸውን ኣለዎ። ኣተሓሳስባኻ ንኽዓቢ ድማ መዓልታዊ ኣንብብ። እቲ ናይ ዓለምና ሃፍታም ቢል ጌትስ እውን እንተኾነ ኣብ መዓልቲ ሓደ ሰዓት ከም ዘንብብ እዩ ዝዛረብ። ራብዓይ ግዜ እስኪ ኣብ ከባቢኻ ተመልከት፣ እንታይ ተዓዚብካ? መሃሪ ወይስ ኣዕናዊ? ቲቪ፣ ሶሻል ሜድያ፣ ክለብ፣ ፊልም ካልኦትን ካልኦትን። ከባቢና ብመዘናግዒ ዝተመልአት እያ። እዚኦም ብምሉኦም ንጥቕምና ኣይኮኑን ተሰሪሖም። ብኣንጻሩ እኮ ደኣ ግዜኻ ብምሉኦም ኣብዚኦም ነገራት ተጥፍኦም እንተሃለኻ ሰባት ሕልሞም ንኽነብሩ መሳርሒ ኢኻ ትኸውን ዘለኻ። ናትካ ሕልሚ ከ ደኣ መዓስ ክትነብሮ? ሓደ ነገር ግን ክትፈልጡለይ ዝደልዮ ነገር ኣሎ። እዚ ነቶም ብመደብ ዝዘናግዑን ሶሻል ሜድያ ንዝተፈላለዩ ናይ ቢዝነስ ጥቕም ዝጥቀሙሉን ኣይምልከትን እዩ። እናበልኩ እዛ ቪድዮ ትጠቅም ኢልኩም እንተሓሲብኩማ ካልኦት ሼር ክትገብርዋ ይሓተኩም ሳብስክራይብ ምግባርኩም ኣይተርስዑ እናበልኩ ፈጣሪ ፍቕርን ሰላምን ዓወትን ብልፅግናን ክህበኩም እናተመነኹ ኣብ ዝቕፅል ቪድዮና ክሳብ ንራኸብ ሰላም ቅነ